ዋትስኣብ ኣካውንትና ከም ዝተጠልፈ ከመይ ንፈልጥ ከመይ ጌርና ከ ንከላከሎ? ሰላም ሰላም ክቡራት ተከታተልቲ መደብና ከመይ ቀኒኩም ሎሚ ብጣዕሚ ኣገዳስን ህጹጽን ዝኮነ ዛዕባ ሒዘልኩም መጽየ ኣለኩ ኣብዚ ግዜ እዚ ዋትስኣብ ንኩሉ ናይ ስራሕን ናይ ብሕትና ርክብናን ቀንዲ መሳርሒ ኮይኑ ኣሎ እንተኮነ ግን ምስ ምስፍሕፋሕ ተክኖሎጂ ናይ ሰባት ዋትስኣብ ናይ ምጥላፍ ሃኪንግ ሓደጋ ዉን ይዉስክ ኣሎ። ኣብዚ ናይ ሎሚ ቪድዮና ዋትስኣፕኩም ተጠሊፉ እንተኾይኑ ከመይ ጌርኩም ትፈልጡ? እንተ ተጠሊፍኩም ከ ከመይ ጌርኩም ተውጽእዎ? ልዕሊ ኩሉ ድማ ንመጻኢ ከይትጥለፉ ከመይ ጌርኩም ብጥንቃቐ ትከላኸሉ ዝብሉ ነጥብታት ብዝርዝር ክንሪኦም ኢና። ክሳብ መወዳእታ ምሳና ጽንሑ። ሰናይ ምክትታል። ቪድዮና ቅድሚ ምጅማርና ነዚ ቻነል ሳብስክራይብ ብምግባር ምልክት ደወል ብምጽቃጥን ናይ ቀጻሊ መደባትና ተኸታተልቲ ኩኑ። ቀዳማይ ክፋል፣ ዋትስኣፕኩም ከም ዝተጠልፈ ዘርእዩ ምልክታት፣ ዘይተፈልጡ መሳርሕታት ወይ ሊንክድ ዲቫይስስ፣ መብዛሕትኡ ግዘ ጠለፍቲ ብመገዲ ዋትስኣፕ ዌብ ወይ ዴስክቶፕ እዮም ዝጥቀሙ። ኣብ ሴቲንግስ ኣቲኹም ሊንክድ ዲቫይስ ዝብል ርኣዩ። ንስኹም ዘይተኣሰርኩምዎ ኮምፒተር ወይ ካልእ ስልኪ እንተሪእኹም ዋትስኣፕኩም ብኻልእ ሰብ ይረኣ ኣሎ ማለት እዩ። ዘይተላእኹ መልእኽታት ንስኹም ዘይጸሓፍኩሞ መልእኽታት ንሰባት ተላኢኹ እንተጸኒሑ ወይ ድማ ሰባት እንታይ ማለትካ እዩ ዝብል መልእኽቲ ይሓቱኹም እንተለዉ እዚ ዓቢ ምልክት እዩ። ለውጢ ፕሮፋይል ሰቲንግ ናይ ዋትስኣፕ ስምኩም ስእሊ ፕሮፋይልኩም ወይ ድማ ኣባውት ዝብል ጽሑፍ ብዘይ ፍቓድኩም ተቐይሩ እንተጸኒሑ ዋትስኣፕ ኣካውንትኩም ተጠሊፉ ኣሎ ማለት እዩ። ምንካይ ባትርን ምርሳን ስልክን። ዋትስኣፕ ተጠሊፉ እንድሕር ኣሎ ኣብ ብድሕሪት ይዓይል ስለ ዘሎ ስልክኹም ካብ ልሙድ ወጻኢ ክመውቕ ወይ ክረስንን ባትሪ ብቕልጡፍ ክውድእን ይኽእል እዩ። ሕጂ ድማ ከም ዝተጠለፍና እንድሕር ኣረጋጊጽና ከመይ ጌርና ንከላኸሎን ንውግዶን ክንርኢ ኢና። እቲ ቀዳማይ ክልተ ደረጃ ምርግጋጽ፣ Two Step Verification፣ ዝለዓለ ምክልኻል እዚ እዩ። ሓደ ኣብ ሰቲንግ ብምእታው ብግብሪ ክንሪኦ ኢና። ብጥንቃቐ ንተዓዘብ። ወትሳፕና ከፊትና ኣብ ላዕሊ የመናይ ሸነኽ ዘለዋ ሰለስተ ነጥቢ ክሊክ ብምግባር ሊንክድ ዲቫይስስ ዝብል ኣሎ ሊንክ ዲቫይስ ዝብል ኦፕሽን ንኣቱ ኣብዚ ዝኾነ ኮምፒ- ኮምፒውተር ወይ ሞባይል ካብ ናትና ወፃኢ እንድሕር ደኣ እትርኤና ወይ ዝጠለፈትና እንድሕር ኣላ ብዝርዝር ኣብዚ ከርእየና እዩ። ሕጂ ኣብ ዋትሳፕና ብምእታው ከምቲ ልሙድ ኣብተን ሰለስተ ልዕል ዘለዋ ነጥቢ ብምዝቃጥ Settings ዝብል ኣብ ታሕቲ ዘሎ ኦፕሽን ንኣቱ። ድሕሪኡ ብምቕጻል Account ዝብል ኦፕሽን ክሊክ ንገብር። ኣብዚ ድማ Two Step Verification ዝብል ኦፕሽን ኣለና፣ ንዑ ንመርጽ። ኣብ ታሕቲ እንተርኢናያ ድማ ነዚኣ Turn On ዝብል ኦፕሽን ኣለና ክንከፍቶ ኣለና ማለት እዩ። እዚኣ ምኽፋት ናትና ክንኣቱ ከለና ወይ ዝኾነ ሰብ ናብ ናብ ወሳብ ኣካውንትና ክኣቱ ተኾይኑ ክጥቀመላ ዘለዎ ኮድ ክነእትወላ ኢና ማለት እዩ። Turn On Create a 6 digit pin that you can remember እዚኣ 6 digit pin ክንዝክራ ንኽእል ነእትወላ ትብለና ኣላ 6 digit pin ዝኾነ ክንበላ ኢና ክልተ ግዜ ምስ ኣተናያ እታ ቱ ስቴፕ ቨሪፊኬሽን ኮድ ወይ ፒን ኣብ መወዳእታ ኣድ ኢሜይል ወይ ድማ ስኪፕ ድብል ክልተ ኣማራፅታት ክመፀና እዩ ብታሕቲ ነዛ ኢሜይል ክንውስኸሉ እንተደሊና ከም ባክኣፕ ኢሜይል ክንኣቱ ንኽእል ኢና ኣይደልናን ድማ ስኪፕ ኢልና ንውድእ ማለት እዩ። If you don't add an email address and forget your PIN, you won't be able to register your phone number with WhatsApp. ካልኣይ ግዜ ኢሜይል ኢሜይል ተዘይእቲኻ ካልኣይ ግዜ ክትኣቱ ከለኻ ከሸግረካ ይኽእል እዩ ትብለና ኣላ ኣነ ተረዲእና ስለ ንገብሮ ዘለና ስኪብ ኢሜይል ኢና ኣለና ስለዚ ካብ ሕጂ ንደሓር ቱ ስቴፕ ቨሪፊኬሽን ዝብል ኦፕሽን ኦን ጌርናዮ ወይ ከፊትናዮ ኣለና ማለት እዩ እዚ ሽዱሽተ ኣሃዝ ዘለዎ ኮድ ወይ ፒን እንተገይርኩም ጠለፍቲ ሲም ካርድኹም እንተረኸቡዋ እውን ዋትስኣፕኩም ክኸፍትዎ ኣይክእሉን እዮም። ካልኣይ ዝተኣሳሰሩ መሳርሕታት ምውፃእ log out from all linked devices ኣብ linked device ኣቲኹም ንኹሎም ዘጠራጥሩኹም መሳርሕታት log out ግበሩዎም። ኣቐዲምና ዝዘራእናያ ኣብ ሊንክድ ዲቫይስስ ኣቲና እንድሕር ደኣ ናትና ቴሌፎን ወይ ዋትሳፕና ምስ ካልእ ኮምፒውተር ክኸውን ይኽእል ሞባይል ሊንክድ ኮይና ኣላ ወይ ተጠሊፋ እንድሕር ኣላ ኣብዚ ዝርዝር ናይ ተጠለፈ ሞባይል ወይ ኮምፒውተር ከርእየና እዩ ኣብ ታሕቲ ድማ ኣማራፂ ሎግ ኣውት ፍሮም ኦል ዲቫይስስ ዝብል ክመፀና እዩ ክሊ ጌርና እቶም ሊንክድ ኮይኖም ዘለዉ ዲቫይስስ ሎግ ኣውት ንገብሮም

Create Passkey for Secure እብለና ኣሎ ክሪኤት ፓስኪ ዝብል ኣብ ታሕቲ ዘሎ ምርጫ ክሊክ ክንገብሮ ኢና ስለዚ ፊንገር ፕሪንትና ክንእቱ ኢና ማለት እዩ ፊንገር ፕሪንት ገብረላ ኣለኹ ፓስኪ ክሪኤትድ ኢላትንላ ስለዚ ወሳበይ ክኸፍቶ ኣብ ዝደለኹ ግዜ ንኣይ ክትሓተኒ እያ ካልኣይ ግዜ ማለት እዩ ኦይ ካብ ዘይተፈልጡ ግሩፕስ ወይ ጉጅለ ረሓቑ ኣብ ሰቲንግስ ብምእታው ፕራይቨሲ ክሊክ ምግባር ግሩፕስ ኣቲኹም ማይ ኮንታክትስ ጥራይ ከም ዝውስኹም ግበሩ ማለት ንስኹም እትኣትውሎም ግሩፓት ንስኹም ትፈልጥዎም ፍሬንድስ ጥራይ ክኾኑሎም ባዕሉ ዝኾነ ተጠቃሚ ኣውቶማቲካሊ ናብ ናቱ ግሩፕ ከእትወኩም ኣይተፍቅዱ። ሴቲንግስ ብምእታው ፕራይቨሲ ንኣቱ ግሩፕስ ዝብል ኦፕሽን ኣለና ኣብዛ ግሩፕስ ሁ ካን ኣድሚት ግሩፕስ ናብ ናቶም ግሩፕ ኣድ ክገብሩካ ዝኽእሉ ሰባት ኤቭሪዋን እንተ ጌርካያ ዝኾነ ሰብ ኣብ በዛን ኣንበርካ ናብ ዝኾነ ግሩፕ ከእትወካ ይኽእል እዩ ማለት እዩ ማይ ኮንታክት ተጌርካያ ናትካ ፍሬንድስ ወይ ትፈልጦ ናምበር ጥራይ ክገብረካ ክእል ማለት እዩ ማይ ኮንታክስ ኤክስ ኣብ ዝብል ዘሎ ከዓ ዝተወሰነ ሰብ ክተውፅእ ተደሊኻ ማይ ኮንታክስ ኢልካ ጥራይ ክተፍቅደላ ኣለካ ማለት እዩ ናይ ስክሪን መቆለፊ ወይ ስክሪን ሎክ ብኣጻብዕቲ ፊንገር ፕሪንት ወይ ብገጽ ፌስ ኣይዲ ዋትሳፕኩም ክኽፈት ከም ዝግባእ ግበሩ እዚ ሰብ ንስልክኹም ምስ ረኽቦ ንኸይከፍቶ ይከላኸል ጠለፍቲ ዝጥቀምሎም ሜላታት ጥንቃቀን ናይ ኤስኤምኤስ ኮድ ኣይትሃቡ ዋትስኣብ ብዝኮነ ምክንያት ናይ ኤስኤምኤስ ኮድ ኣይሓተኩምን እዩ ሓደ ሰብ ብጌጋ ናባካ ኮድ ሰዲደ ኢሉ እንተሓቲቱካ ፈፂምካ ከይትህቦ ጠላፊ ሊንክታት ፊሽንግ ሊንክስ ዕድል በፂሕካ ወይ ነዚ ሊንክ ፅቀጦ ዝብል መልእክትታት ካብ ዘይትፈልጥዎም ሰባት ክመፁኩም ከለው ኣይትክፈትዎም። ፓብሊክ ዋይፋይ ጥንቃቐን። ኣብ ሆቴላትን ኣብ ቤት መግብን ዘሎ ብላሽ ዋይፋይ ተጠቂምኩም ምስጢራዊ ዝርርባት ኣይተካይዱ። ብሓፈሻ ዋትስኣፕ ዋትስኣፕና ድሕንነቱ ዝተሓለወ ንክኸውን ዝዓበየ ነገር ንሕና ክንገብሮ ዘለና ጥንቃቐታት እዩ። ክልተ ደረጃ ምርግጋፅ ወይ two step verification ምኽፋት ከምኡ ድማ ኮድ ንማንም ሰብ ዘይምሃብን ብኮድ ምዕፃውን ዋትስኣፕና ብኮድ ምዕፃውን መሰረታውያን ነገራት እዮም። ምኽሪ ሕጂ ብኡ ንብኡ ናብ ሴቲንግ ሀሳብኩም ኣቲኹም ነዚ ዝተገልጸ ነገራት ሓደ ብሓደ ፈትሽዎ። እዚ ቪድዮ ጠቓሚ ኮይኑ እንተረኺብኩሞ ንኣዕርኽትኹምን ቤተሰብኩምን ንምክልኻል ሸር ግበሩሎም። ርእይቶ ወይ ሕቶ እንተለኩም ድማ ኣብ ኮመንት ጸሓፉለይ። ክሳብ ብኻልእ ቪድዮ ንራኸብ ሰላም ቅነ። ኣብ ቀጻሊ እውን ናይ ፌስቡክ መሰንጀርን ካልእ ኣካውንታትን